ሰላም ሰላም ክቡራት ተኸታተልቲ ኣብ ዘለኹሞ ሰላምን ጥዕናን እንዳተመነኹ ናይ ሓደ ፖለቲከኛ ሰብ እየ ሒዘልኩም መፂኦ ዘለኹ ሰናይ ምክታል ናይ ጄሌስ ወሊ መሌማ ደቡብ ኣፍሪቃዊ ፖለቲከኛ ኮይኑ ሰናይ ምክታል ጀልየስ ሰሌ ማሌማ ብ ሰለስተ መጋቢት ሽሕን ትሽዓተ ሚእትን ሰማንያን ሓደን ተወሊዱ፣ ደቡብ ኣፍሪቃዊ ፖለቲከኛ ኮይኑ፣ ኣባል ባይቶን መራሒ ናይቲ ኣብ ክልተ ሽሕን ዓሰርተ ሰለስተን ዝተመስረተ ጸጋማዊ ሰልፊ ቁጠባዊ ተቓለስቲ ሓርነት፣ EFF፣ እዩ። ንሱ ካብ ክልተ ሽሕን ሸሞንተን ክሳብ። ቅርሽን ዓሰርተክልተን ካብቲ ሰልፊ ዝተሰጎ ፕረዚደንት ሊግ መንእሰያትን ኣፍሪቃ ሃገራዊ ኮንግረንስ፣ ኤኤንሲ፣ ዝነበረ እዩ። ማሌማ ወዲ ትሽዓተ ዓመት ከሎ ኣባል ሰልፊ ኤኤንሲ ኮይኑ፣ ኣብ ሚያዝያ ክልተ ሽሕን ሸሞንተን ኣብ ዝተኻየደ ኣካታዒ ዋዕላ ሰልፊ፣ ፕረዚደንት ሊግ መንእሰያት ኤኤንሲ ኮይኑ ተመሪጹ። ናይ ኣቡብ ኣፍሪቃ፣ ይኹን እምበር ማሌማ ኣብ ግንቦት ክልተ ሽሕን ዓሰርተን ብዝተፈላለየ ጥሕሰት ዲሲፕሊን ብኤኤንሲ እገዳ ምስ ተገብረላ፣ ርክብ ማሌማ ምስ ዙማ እናተበታተነ ቅድሚ መበል ሓምሳን ሰለሳን ሃገራዊ ዋዕላ ኤኤንሲ፣ ዙማ ካብ ስልጣኑ ክእለ ጎስጋስ ኣካየዱ። ቅድሚ እቲ ዋዕላ ኣዋርሕ ኣብ ሚያዝያ ክልተ ሽሕን ዓሰርተ ክልተን ምለ ማሌማ ነቲ ሰልፊ ናብ ጸለመ ብምእታው ካብ ኤኤንሲ ተባረረ። ፕረዚደንት ሊግ መንእሰያት ኤኤንሲ ኣብ ዝነበረሉ እዋን ንኢንዱስትሪ ዕደና ደቡብ ኣፍሪቃ ሃገራዊ ንምግባርን መሬት ብዘይ ካሕሳ ንምንዛዕን ዝቐርቡ እማመታት ብኣግኡ ደጋፊ እዩ ነይሩ፣ እዚ ድማ EFF ዝወረሶ ፖሊሲ መርገጺታት እዩ። ማሌማ ካብ መስረትቲ ፕረዚደንት እዩ፣ ዋና ኣዛዚ ሰልፊ ዲሞክራሲ ህዝቢ ደቡብ ኣፍሪቃ ኣብ ክልተ ሽሕን ዓሰርተ ኣርባዕተን ሃገራዊ ባይቶ መንበር ክትሕዝ ተመሪጹ። ኣብ ክልተ ሽሕን ዓሰርተ ትሽዓተን ንካልኣይ ናይ ሓሙሽተ ዓመት ባይታዊ ስልጣን ዳግማይ ተመሪጹ። ማሌማ ብክልቲኦም ዙማን ከምኡ'ውን ቀዳማይ ሚኒስተር ኣውራጃ ሊምፖፖ ካሰል ማተለ መጻኢ መራሒ ደቡብ ኣፍሪቃ ተባሂሉ ተገሊጹ። ውሑድ ምቹእነት ዘለዎም ስእልታት ንደቡብ ኣፍሪቃ ንምርግጋእ ናይ ምዝራግን ዓሌታዊ ግጭት ናይ ምልዕዓልን ዓቕሚ ዘለዎ ሸለልተኛ ህዝባዊ ገይሮም ይስእልዎ። ክልተ ግዜ ብናይ ጽልኢ ዘረባ ተፈሪድዎ። ሓደ ግዜ ኣብ መጋቢት ክልተ ሽሕን ዓሰርተን ብዛዕባ ከሳሲ ዓመጽ ዙማ ዝሃቦ ዘናእስ ርእይቶታት ሓደ ግዜ ድማ ኣብ መስከረም ክልተ ሽሕን ዓሰርተ ሓደን Shot the Bear ብምድራፉ ኣብ ክልተ ሽሕን ዓሰርተ ክልተን ዓመተ ምህረት ማሌማ ብመጭበርበርት ዘይሕጋዊ ምስግጋር ገንዘብን ምትላልን ተኸሲሱ ነይሩ ድሕሪ ብዙሕ ምጉያያት እቲ ጉዳይ ብሃገራዊ ዓቃቢ ሕጊ ብዝገበሮ ካብ መጠን ንላዕሊ ምድንጓያት ኣብ ክልተ ሽሕን ዓሰርተ ሓሙሽተን ብቤት ፍርዲ ተነጺጉ እዚ ድማ እቲ ክሲ ፖለቲካዊ ድራኸ ዘለዎ እዩ ብዝብል ኣረኣእያታት ተሰኢቡ። ይኹን እምበር ኣፈሪሞሞም። ኣብ ክልተ ሽሕን ዓሰርተ ሸሞንተን ንማሌማ ብዛዕባ እቲ ብልሽውና ዝቐረበ ክሲ ብብሕታዊ ክሲ ከም ዘእቱ ኣፍሊጡ። ንእስነት፣ ህይወትን ትምህርትን። ብ ሰለስተ መጋቢት ን ትሽዓተ ሚእቲ ሰማንያን ሓደን ዝተወልደ ማሌማ ኣብታ ሕጂ ብሊምፖፖ እትፍለጥ ዞባ ትራንስቫል ኣብ ጥቓ ፖለቲኳን እትርከብ ከተማ ሰሽዑ ጥበብ ኢዛ ዓበየ ስድርኡ ፔዲ ኣዲኡ ድማ ሰራሕተኛ ገዛን ንጽል ውላድን እያ ነይራ ኣዲኡ ምስ ሞተት ብዓባዩ ጣእንዳተኣለዩ እዩ ዓብዩ ንሳ ድማ ኣብ ግንቦት ስክልተ ሽሕን ዓሰርተ ትሽዓተን ዓረፈት ናይ ተማሃሮ ፖለቲካ ብመሰረት ማለማ ኣብ ትሽዓተ ዓመት ወይ ዓሰርተ ዓመት ንዕድሚኡ ናብ ምንቅስቃስ ማስፓትሰላ ናይ ኣፍሪቃ ሃገራዊ ጉባኤ፣ ANC፣ ተጸንቢሩ ኣብቲ እዋን እቲ ቀንዲ ዕማሙ ፓስተራት ሃገራዊ ሰልፊ መላ ኢዩ ነይሩ። ኣብ ሽሕን ሸውዓተ ሚእትን ስሳን ሓምሽን መለማ ናብ ሊግ መንእሰያት ANC ተጸንቢሩ ኣቦ ወንበር ናይቲ ኣብ ሲሸጎ ዝርከብ ናይ ከባቢ ጨንፈርን ናይቲ ኣብ ሰፊሕ ካፕሪኮርን ዝርከብ ዞባዊ ጨንፈርን ኮይኑ ኣብ ሽሕን ሸውዓተ ሚእትን ሸውዓተን ኣብ ሊምፖፖ ናይ ኣውራጃዊ ኣቦ ወንበር ኮንግረን ዝተማህሮ ደቡብ ኣፍሪቃ COSSA ኮይኑ ኣብ ክልተ ሽሕን ሓደን ሃገራዊ ፕረዘንትቲ ኮሳስ ኮይኑ ተመሪጹ። ኣብ ግንቦት ናይታ ዝቐጸለት ዓመት ንሰልፊ ተማሃሮ ክሳብ ብጆሃንስበርግ ኣቢሉ መሪሑ። እቲ ሰልፊ ብፍጻመታት ዓመጽን ምስማትን ዝተሰፈን ስለየ እዩ ነይሩ። ማሌማ ካብ ካልኣይ ደረጃ ቤት ትምህርቲ ሞሆላካንግ ለሽኮ ማትሪክ ረኺቡ። ኣብ ክልተ ሽሕን ዓሰርተን ብመገዲ ዩኒፎርስ ደቡብ ኣፍሪቃ ናይ ክልተ ዓመት ዲፕሎማ ምዕባለ መንእሰያት ወዲኡ ከምኡ'ውን ኣብ ዩኒሳ ድሕሪኡ ኣብ መጋቢት ክልተ ሽሕን ዓሰርተ ሽዱሽተን ብኮምፒዩቴሽን ቋንቋታት ኣፍሪቃን ናይ መጀመርያ ዲግሪ ዛዚሙ። ኣብ ክልተ ሽሕን ዓሰርተ ሸውዓተን ብፍልስፍና ናይ ክብሪ ዲግሪ ዛዚሙ። ዩኒቨርሲቲ ናይ ማስተርስ ዲግሪ ፕሮግራም ተመዝጊቡ። ምርጫ ከም ፕረዚደዝንት ሚያዝያ ክተሽሕን ሸሞንተን ኣብ ክተሽሕን ሸሞንተ ማለማ ኣውራጃዊ ጸሓፊ ጨንፈር ሊምፖፖ ሊግ መንእሰያት ኤኤንስ ፕረዚደንት ሃገራዊ ሊግ ኮይኑ ንምርጫ ቀንዲ ተወዳዳሪ እዩ ነይሩ። ሕጽይነቱ ደገፍ ናይቲ ኣብ ስልጣን ዝወረደ ፕረዚደንት ሊግ ፊክለ ሙባብሉላ ክኸውን ከሎ ኣብ ስልጣኑ ዝመጸ ዋና ጸሓፊ ሊግ ሲሀል ሲካላላ ድማ ነቲ ዝያዳ ማእከላይ ሕጹይ ሳኪ ማክሮን ኣብ ጎ ደጊፉ ድሕሪ ኣዝዩ ውዑይ ጎስጎሳት ስርዓት ኣልቦ ምኻኑ፣ ኣኼባን ኣኼባን ማሌማ ኣብ መበል ዕስራን ሰለሳን ሃገራዊ ዋዕላ ናይቲ ሊግ ኣብ ብሉምፎርታይን ፕረዚደንት ሊግ መንእሰያት ኤኤንስ ኮይኑ ተመሪጹ ኣብ ሚያዝያ ክልተ ሽሕን ሸሞንተን ኣንጻር ሞፎክንግ ዝረኸቦ ሽሕን ሽዱሽተ ሚእትን ቴስዓን ሽዱሽተን ድምጺ ብሽሕን ሸሞንተ ሚእትን ሰላሳን ሰለስተ ድምጺ ረኺቡ፣ ምስ ኣንዲለ ሉንጊሳ ምክትል ፕረዚደንት ሓዊሱ ምስ። ድምጺ ቡን ኣካታዒ ኮይኑ፣ ልኡኻት ዋዕላ ሓዊሱ ናይ ምፍርራሕ ፍጻመታት ድምጺ ንኸይህቡ ከም ዝዕገቱ ዝገልጽ እዩ ነይሩ። እቲ ዋዕላ ናብ ስርዓተ ኣልቦነት ተሰጋገረ፣ ገለ ልኡኻት። ወንበር ደርብዩን ስርሑ ከይዛዘመ ድማ ተናውሐ። ድሒሩ ማለማ ነቲ ኣብ ዋዕላ ልኡኻት ዘርኣዮ ግቡእ ኣካይዳ ነቒፉ ድሕሪ ምትእትታው ቀንዲ መስርሕ ኤኤንሲ ኢትሊክ ኣብ ወርሒ ሰነ ኣብ ጆሃንስበርግ ፍሉይ ዕጹው ጉባኤ ኣካይዱ። ብለበዋ ግዌደ ማንታሽ ዋና ጸሓፊ ናይቲ ቀንዲ መስመር ኤኤንሲ መፎከን ብውጽኢት ናይቲ ሚያዝያ ዝተኻየደ ምርጫ ከረጋግጽ ተሰማምዑ። ደገፍ ንዙማ ክልተ ሽሕን ሸሞንተን ክልተ ሽሕን ዓሰርተን ማሌማ ፕረዚደንት ሊግ መንእሰያት ኮይኑ ኣብ ዝተመርጸሉ እዋን ከም መብዛሕትኡ ኣባልነት ናይቲ ሊግ ጽኑዕ ደጋፊ ፕረዚደንት ኤኤንሲ ጆብኮብ ዙማ ንፕረዚደንት ኤኤን ዝነበር ምቤኬን ብግልጺ ይነቐፍ እዩ ነይሩ። ኣብ ሰነ ክልተ ሽሕን ሸሞንተን ንዙማ ሽዑ ብልሽው ብብልሽውና ተኸሲሱ ክኽሰስ ንዝገጠሞ ዝነበረ ኣብ ታባ ምቹ፣ ፍሪ ስቴት፣ ኣብ ዝተኻየደ ሰልፊ ተኸላኺሉ። ፍሉጥ ንሰፊሕ ኩነኔ'ውን ንዙማ ክንመውት ተዳሊና! ቅድሚኦም ተጋዲልና ኣለና ንሕና ንዞም ኣብ ብረት ኣልዒሎም ክቀትሉ ተዳልዮም ኣለዉ ኣብ ወርሒ መስከረም ንዞም ኣብ ሃገራዊ ፕረዚደንት ክዓግቶ ዝደሊ ዝኮነ ሓይሊ ከውግድ ምካኑ ቃል ኣትዩ ንድገፍ ንዞማ ማለት እዩ ቅድሚ ሓፈሻዊ ምርጫ ክልተ ሽሕን ትሽዓተን ማሌማ ኣባል ባይቶ ናይ ምርጫ ክቅርብ ተሓጽዩ እኳ እንተነበረ ባይቶ ንኣረብ ወክተት ብዝብል ግን ነጺጉ። እዚ ከምዚ ኢሉ እናሃለወ፣ ኣብቲ ምርጫ ንኤኤንሲ ንሕጹይ ፕረዚደንት ናይቲ ሰልፊ ዝዀነ ዙማን ብሓይሊ ጐስጓስ ኣካየዱ። ንኣብነት ኣብ ሚያዝያ ክሳዕ ትሽዓተ ንሱን ዝተረፉ ልኡኻት ሊግን ካብቲ ክፍልታት ደገፍ ክጕስጕሱ ዝጸንሑ ሆስፒታል ዱራንጊንዛ ፖርት ኣየልሳቤጥ ክወጹ ተሓቲቶም። ድሕሪ እቲ ምርጫ ማለማ ንመንእሰያት እታ ሃገር ንምብጻሕ ክከብ ኣብ ዝገበሮ ርኡይ ፈተነ መደብ ዑደት ኣብያተ ትምህርቲ ኣበጊሳ ክጋለማ ሞትላንድ ሽዑ ምክትል ፕረዚደንት ኤኤንሲ ምክትል ፕረዚደንት ደቡብ ኣፍሪቃ ነቲ ምብጻሕ ኣብ ትምህርቲ ተማሃሮ ዝዝረግ እዩ ዝብል ነቒፉ። ማሌማ ኣብ ግንቦት ክልተ ሽሕን ትሽዓተን ፕረዚደንት ደቡብ ኣፍሪቃ ኮይኑ ድሕሪ ምምራጹ ኣብ። ዝነበራ ኣብዚ ወንበር ኣዋርሕ መሓዛኡ ድማ ኮይኑ እናተጸንሐ ደቡብ ኣፍሪቃ ድሕሪ ምምራጹ ኣብዚ ነበረድ ኣዋርሕ መሓዛ ዙማ ኮይኑ እኳ እንተጸንሐ ኣብ መፋርቕ ተሽን ዓሰርተን ግን ብግልጺ ተፈላለዮም። ማሌማ ድሒሩ ዙማ ነቲ ኣብ ክልተ ሽሕን ሸውዓተ ብረዚ ኤንሰ ኮይኑ ምምርጭኡ ዘረጋገጸ ጸጋማዊ ፖሊሲ ኣጀንዳ ክፍጽም ዓቕሚ ከምዘይብሉ ምስተረድኣ ኣብ ልዕሊ ዙማ ከምዝተቐየረ ገሊጹ። ብመሰረት ማሌማ ዙማ ኣብ ልዕሊ እቲ ሊግ ዝኸበደ መርገጺ ዝወሰደ ድሕሪ ምንጻግ ጥራይ እዩ። ብመሰረት ኣመራጺ ትርጉም ዙማ ኣብ ክልተ ሽሕ ዓሰርተን ኣብ ልዕሊ ማሌማን ሊግን ዝነበሮ መርገጺ ናይ ኣስተኻኺሉ ብፍላይ ኣብ ልዕሊ ማሌማ ብዲሲፕሊን መስርሕ ብምክያድ ምኽንያቱ ማሌማ ብግልጺ ዝዛረቦ ዕጡቕነት ንዕኡ ፓለቲካዊ ተሓታትነት ወይ ንዕኡ ፓለቲካዊ ስግኣት ከምዝኾነ ስለዝተረድኣ እዩ። ዲሲፕሊናዊ ክስተታት ክልተ ሽሕ ዓሰርተን ዓመተ ምህረት። እናወስኸ ዝኸይድ ዘሎ ክትዕ፣ ብርግጽ ኣብ መጀመርታ ክልተ ሽሕን ዓሰርተን ዙማ ነቲ እናወስኸ ዝኸይድ ዝነበረ ድሕሪ ነድሪ ዝፍጠር ኣካይዳ ማሌማ ንምንካይ ካብ ህዝብን ካብ ውሽጢ ኤኤንስን ርኡይ ጸቕጢ ኣጋጢምዎ። ከምኡ'ውን ዙማ ከም ኣንጭዋ ክወስድ ከምዝተሓሳሰቦ ጋዜጣ ሜይል ኤልን ጋርድያን ጸብጺቡ። ምስ ኣኽብሮት ንሊግ መንእሰያት፣ ኣብ መፋርቕ መጋቢት ክልተ ሽሕን ዓሰርተን ዋና ጸሓፊ ኤኤንሲ ጉዌሌ ማንቲሻስ፣ ንማዕከናት ዜና ኣብ ዝሃቦ መግለጺ፣ ካብ ሕጂ ንደሓር ኣባላት ኤኤንሲ ምስ ነንሕድሕዶም ኣብ ህዝባዊ ባእሲ እንተተዋፊሮም ወይ መጥቃዕቲ እንተፈጺሞም ክቕጽዑ እዮም፣ ማዕረ ማዕሪኡ ድማ ሃገራዊ ፈጻሚት ሽማግለ ኤኤንሲ፣ NEC፣ ገለ መሪሕነት መሓውራትን ምንቅስቓሳትናን ንመውሳኔታት ኤኤንሲ ዘለዎም ኣኽብሮት ዘይምህላዎም ዝቃወም መግለጺ ኣውጺኡ ምስ ታሪኻዊ ተልእኾ ኤኤንሲ ዲሲፕሊንን ፕሮቶኮላቱን ዘይቃዶ ዝብል ገሊጽዎ። ክልቲኡ መግለጺታት ብንጹር ናብ ማሌማ ዝቐንዐ ምኻኑ ኣይተረድኦን ነይሩ። ንሳ ዳርጋ ንኹሉ ካብ መሪሕነት ናይቲ ኣማሓዳሪ ኪዳን ዝነበሩ ሰባት ሕማቕ ኣፍ ዝገለጸት ከምኡ'ውን ኣብ ቀረባ ዋና ሚኒስተር ፋይናንስ ፕራቪን ጎርዳን ኣብ ዘራኽብ ኣብ ዘራኽ መራኸቢ ብዙሃን ከም ዘጥቀዐት ገሊጹ። እዚ ከምዚ ኢሉ እናሃለወ፣ ድሕሪ ናይ ምልክታ ዚማሌማ ኣብ ተወሳኺ ተኸታታሊ ብፍላይ ጽቡቕ ዕላዊ ዝኾነ ክትዓት ኣብ መወዳእታ ወርሒ መጋቢት መጀመርታ መርሓ ሚያዝያ፣ ወርሒ ሚያዝያ፣ ተሳቲፉ። እቲ ቀዳማይ ማሌማ ንውሳኔ ላዕለዋይ ቤት ፍርዲ ብምጥሓስ ነታ ዱባይ ኢብ ኮይና እትብል ኣካታዒ ናይ ቃልሲ ደርፊ ምምድራፉ ከምኡ ውን ተዛማዲ መግለጺታት ማሌማ ብዛዕባ ሞት ዩጄን ቴርቭላጆን ዚምልከት እዩ ነይሩ። ካልኣይ፣ ካብ ክልተ ክሳብ ሓሙሽተ ሚያዝያ ክልተ ሽሕን ዓሰርተን ማሌማ ንልኡኽ ሊግ መንእሰያት ኤኤንሲ መሪሑ ኣብ ዚምባብወ ኣካታዒ ናይ ስራሕ ዑደት ኣካይዱ። እቲ ሊግ እቲ ጉዕዞ ምስ ሊግ መንእሰያት ዛኑ ፒኤፍ ዘለዎ ርክብ ንምሕያል ከም ዝነበረ ይግለጽ። ከምኡ'ውን ብዛዕባ ደቂ ሰባት ምም ምግባር ዝምልከት ተልእኾ ሓቂ ንምድላይ ንምክያድ ዝዓለመ ምዃኑ ገሊጹ። ባሌማ ምስ ፕረዚደንት ዚምባብወ ሮበርት ሙጋቤን ካልኦት ፖለቲከኛታትን ዛኑ ፒኤፍን ተራኺቡ፣ ኣብ ዞባዊ መግለጺታት ድማ ንዛኑ ፒኤፍ ብምንኣድ ምስ ምንቅስቓስ ዲሞክራስያዊ ለውጢ፣ MDC፣ ሞርጋን ትርትስያንጌን ብጽቡቕ ምብንጻር መግለጺታቱ ኣብ ገለ ወገናት ANC ናይዛ ዛኑ ፒኤፍ፣ ከምስል ክፍትን'ዩ ዝብል ስግኣት ኣለዓዒሉ። ሕንፍሽፍሽ ዝመልኦ መደብ ጽገና መሬት ማሌማ ዝሃብን ወገናዊ ርእይቶታት እውን ነቲ ብመንግስቲ ዙማ ካብ መንጎ ዛኑ ፒኤፍን ኤምዲሲን ፖለቲካዊ ምፍታሕ ንምድላው ዝገበሮ ዘሎ ቀጻሊ ጻዕርታት ከዳኽሞ'ዩ ዝብል ስክፍታት ነይሩ። ሲቲፕስ ከም ዝጸብጸቦ፣ ሰልፍ ስልጣን ኤኤንሲ ንሊግ መንእሰያት መገሽኡ ክሰጋገር ከም ዝሓተትዎ፣ ማሌማ ንማዕከናት ዜና ድማ ዙማ ብውልቁ ከም ዝደገፎ እኳ እንተገለጸ፣ ብተወሳኺ ሸሞንተ ሚያዝያ ማሌማ ምስ ዮናስ ፊሸር ዝተባህለ ጋዜጠኛ ቢቢሲ ኣብ ዝገበሮ ባእሲ ብዝገበሮ ኣካይዳ ዓለምለኸ ማዕከናት ዜና ቀልቡ ረኺቡ። ብዛዕባ ዕብደት ዚምባብወ ኣብ ዝሃቦ መግለጺ፣ ንኤምዲሲ ኣብ ሃብታም ሳንትደን ኣብያተ ጽሕፈት ኣለዎ ኢሉ ኣጋሊጹ። ፊሸር ድማ ማሌማ ባዕሉ ኣብ ሳንድተን ከም ዝነብር ብምምልካት ጣልቃ ምስ ኣተወ ተቘጢዑ። እቲ ዝሰዓበ ምልውዋጥ ማሌማ ንፊሸር ድቓላ፣ ዶሚል ወኪል፣ ከምኡ'ውን ንእሽቶ ወዲ ኢላቶ ጽባሒቱ ማሌማይ ኣይጠዓስን ኢሉ ንፊሸር ኣኽብሮት ዘይብሉ ክብልን ዓባይ ብሪጣንያ ድማ መድያታት ኩሉ ግዜ ንተኣማንነት ቅንዕናን መራሕቲ ኣፍሪቃ ዘዳኸማ ሃገር ክብል ገሊጽዋ ንኤኤንሲ ንኣካይድኡ ኣብ ዝሃቦ መግለጺ ኮይንዎ። መግናሕትን ክስን ዙማ ብዕለት ዓሰርተ ሚያዝያ ክልተ ሽሕን ዓሰርተን ኣብ ድርባን ጋዜጣዊ መግለጺ ብምክያድ ነዞም ካልኦት ኣብ ቀረባ እዋን ንማሌማ ዝምልከት ክትዓትን ንምፍታሕ ኣካየዱ። እቲ ጋዜጣዊ ዋዕላ ድሒሩ ኣብ ዝምድና ዙማን ማሌማን ከም ነጥቢ ቀይሮ ተዘኪሩ። ክሳብ ሕጂ እቲ ቀዳማይ ካብቶም ደሓሩ ዝቐረበ ዝሓየለ። መብራህቲ ኮይኑ ምስ ዱባይ ኢቡሃና ዝተኣሳስር ዙማን ንውሳነ ላዕለዋይ ቤት ፍርዲ ብምጥሓስ ካብ ኤኤንሲ ዝመጽእ ቀጥታዊ መምርሒ ዝጻረር ምዃኑ ስለዚ ድማ መሪሕነት ኤኤንሲ ንምድኻም ከም ዝኸውን ገለጸ። ዙማ ብዕለት ዓሰርተ ሚያዝያ ኣብ ዱርባን ጋዜጣዊ መግለጺ ብምክያድ ነዞም ካልኦት ኣብ ቀረባ እዋን ንማሌማ ዝምልክት ከትግታዓትን ፍትሓትን ኣካይዱ እቲ ጋዜጣዊ ዋዕላ ንሱ ካብ ትማሊ ናብ ዛዕባ ዚምባብወ ዝሃቦ መግለጺ ርሒቑ፣ ኤኤንሲ ኣብ መስርሕ ሰላም ዚምባብወን ዘይሰራዊነት ዘለዎ ተወፋይነትን ደጊሙ። ቀረባ እዋን ንማሌማ ዘካየዶ ተግባር ኤኤንሲ ገና ጓራ ክብል ገሊጽዎ። ንሊግ መንእሰያት ኣብ ትሕቲ'ቲ ሕግታትን ፖሊሲታትን ኤኤንሲ ከም ዚግባእ ኣዘኻኺሩ። ማሌማ ውሽጣዊ ዲሲፕሊናዊ ኣገባባት ከም ዚግዛእ ኣመልኪቱ። ኣብ ጋዜጣዊ መግለጺ ዙማ ንማሌማ ተቓዋሚ ኰይኑ ጸኒሑ፣ ዋላ ፕረዚደንት ቲታቦ ምቤኪ፣ ፖለቲካዊ መዛግብቱ ዞባ ነበር ምስ ሊግ መንእሰያት ኣብ ዝተፈላለዩ እዋን ኣብ ቅድሚ ህዝቢ ክንድዚ ዝኣክል ሓያል መልሲ ከምዘይሃበን ንማዕከናት ዜና ከምዝገለጸን ጠቒሱ፣ ኣብ ዝቐጸለ ሰሙን ኤኤንሲ ማሌማ ወግዓዊ ውሽጣዊ ዲሲፕሊናዊ መስርሕ ከምዝገጠሞ ኣፍሊጡ። እዚ ድማ ካብ ብዛዕባ ዙማ ብዝሃቦ ህዝባዊ መግለጺታት ከምኡ'ውን ካብቲ ድሮ ልዕሊ ማሌማ ዘካይድን ዝርኣይን ዝነበረ ሃገራዊ ኮሚቴ ዲሲፕሊንን ተኸቲሉ

ብተወሳኺ ድሕሪ ምግህሳት ዙማ ንዙማ ብግልፂ ንዙማ ብምድኻምን ንዙማ ኤኤንሲ ህዝብን ጥቕሚ ኩነት ዘይብሉ ህዝባዊ ይቕሬታ ክሓትት ኣካል ተገዲዱ። ንመብዛሕትኡ ኣብ ልዕሊኡ ዝቐረበ ክስታት ተሰሓቢ እንተኾነ ግን ምስቲ ኣብ ልዕሊ ዙማ ዝነብሮ ዝገበሮ ህዝባዊ መቕፃዕቲ ብዝተኣሳሰር ኣውጅት ኤኤንሲ ቅዋም ናይ ሰልፊ ብምጥሓስ ፍልልይ ብምልዓዓሉ ወግዒ ገበነኛ ኮይኑ ተረኺቡ። ብመሰረት ውዕል ናይቲ ምእማን ውዕል ሃገራዊ ሽማግለ ስነ ስርዓት ማሌማ ኣብ ዝቕፅሉ ክልተ ዓመታት እዚ ገበን ብምድጋሙ ገበኛታት ኮይኖም እንተተረኺቡ ኣባልነት ኤኤንሲ ብሓፂሩ ክቋረፅ ምዃኑ ወሲኑ። ኣብ ፅድያ ክልተ ሽሕን ትሽዓተን ማሌማ ድሕሪ ሻምፒዮን ዓለም ኣትሌቲክስ ክልተ ሽሕን ትሽዓተን ብዛዕባ ፆታን ሰማንያ። ኣብ ዝነበረ ሃገራዊ ክትዕ ድምጺ ዝመልኦ ህዝባዊ ተልኣኺ ደቡብ ኣፍሪቃዊ ጎያዪ ካስተር ሰማንያ ኮይና ተቐልቂላ። ብተወሳኺ ንፕረዚደንት ኣትሌቲክስ ደቡብ ኣፍሪቃ፣ ASA፣ ሊናርድ ቼንኤ ተኸላኺሉ፣ ንሱ ንሰማንያ ዋላ'ውን ንጾታዊ መርመራ ከም ኢንተርሲክስ፣ ሰብ ከምዘለለያ ምስ ተሓበረ ኣብቲ ሻምፕዮን ክትሳተፍ ኣፍቂዱላ ነይሩ። ማለማ ተግባራት ጂኤንኤ ይቕሬታ ከምዘይሓትትን ንዓኣ ንምክልኻል ብዛዕባ ፈተና ጾታ ኩዕሶ ቅኑዕ እዩ ክብል ተማጊቱ። ን ክልተ ሽሕን ትሽዓተን ማለማ ናይ ኤኤንሲ ዝነበረ ስፖንሰራጅ ንምስሓብ ብዝሆ ዝወሰዶ ውሳነ፣ እዚ ውሳነ እንተዘይስሒባ ኣንጻር ኔድ ባንክን ሕብረተሰብ ክሰለፍ ምዃና ኣፈራሪሑ። ቁጠባዊ ተጋደልቲ ሓርነት ማለማ ኣብ ኤኤንሲ ድሕሪ ምዝጓቡ ኣብ ነሓሰ ክልተ ሽሕን ዓሰርተ ክልተን መሪካና ኣብ ዝተኻየደ ቅትለት መንግስቲ ዝወስዶ ተግባራት ኣብ ምንቃፍ ፍሉጥ ሰብ'ዩ ነይሩ። ናብቲ ተኹሲ ብዝተፈጸመሉ ቦታ ንምብጻሕ ዙማ ካብ ስልጣኑ ክወርድ መርማሪ ኮሚሽን ክቑምን ጸዊዑ። እቲ ኣብ ልዕሊ ማሪካና ዝነበረ ክተ ንፖለቲካዊ ሞያኡ ንምትንሳእ ክሕግዞ ድዩ ዝብል ሕቶ ኣለዓዒሉ። ኣብ ወርሒ ጥቅምቲ ክልተ ሽሕን ዓሰርተ ክልተን ኣብ ዚምባብወ ዑደት ኣብ ዝገበረሉ እዋን ኣካታዒ ዘረባታት ኣስሚዖም። ኣብ ኣፍሪቃ ዝርከቡ ጸለምቲ ናይ ደቀባት ዝኾነ ማዕድናዊ ጸጋታት ከም ዝምንዝዑን ብሰንኪ ምምንዛዕ መሬት ዝተጎድኡ ምኽሳስ ህዝብና ብምቅታሎም ገንዘብ ምስ ምዝጋብ ማዕረ ምዃኑ ገሊጹ። ንሱ ድማ ንፈርሖ ኢና። ምኽንያቱ ኣፍሪቃ ንኣፍሪቃዊያን ጥራይ ኢያ ክትከውን ዘለዋ ኢሉ ተዛሪቡ። ብመሰረት ተጋደልቲ ቁጠባዊ ሓድነት፣ ማሌማ ኣብ ሰነ ክልተ ሽሕን ዓሰርተ ሰለስተን ንቁጠባዊ ተጋድሎ ሓርነት፣ EAF፣ ዝተባህለ ፖለቲካዊ ውድቡ ካንቫስ ክገብር ጀሚሩ። ፕረዚደንት ደቡብ ኣፍሪቃ ጆኮብ ዙማ ምስ ሃገራዊ መድረኽ ተጋደልውቲ፣ ESS፣ ኣብ ዝገበሮ ኣኼባ፣ ገዛኢ ሰልፊ ነዚ ምዕባለ ከም ሓደጋ ከምዘይርእዮ ገሊጹ።

ኤኤንሲ ኣብ ጋውንቲ ብዝተኻየደ ምርጫ ኣታሊልዎ ምህላዉ እንተቐጸለ፣ ብዕለት ዕስራን ሓደን ግንቦት ክልተ ሽሕን ዓሰርተ ኣርባዕተን ኣባል ሃገራዊ ባይቶ ቃል ማሕላ ፈጺሙ ብሓፈሻዊ ምርጫ ክልተ ሽሕን ዓሰርተ ትሽዓተን ዳግማይ ናብቲ ወንበር ተመሪጹ ኣብ ዝተፈላለየ ፖርቶፌልዮ ኮሚቴታት ኮፍ ኢለን ነይሩ ኢሉ ነይሩ። ኣባል ባይቶ ኣብ ክልተ ሽሕን ዓሰርተ ኣርባዕተን ኣብ ዝተኻየደ ሓፈሻዊ ምርጫ እቲ ሰልፊ ከም ዝጅምር ዓመት ብዘይመልእ ግዜ ሰልፊ ዲሞክራሲ ህዝቢ ደቡብ ኣፍሪቃ ሃገራዊ ባይቶ ሓድነት ህዝባዊ ምስሊ ማሌማ ብናይ ምዝራብ ክእለቱ ይፍለጥ። ብኣዝዩ ኣካታዒ መግለጺታት ውን ዝፍለጥ ኮይኑ መጀመርትያ ካርቱን ስርሑ ዚፐሮን ጀርሚን ኒይልን ብተደጋጋሚ ናፒ ተኻይዶም ይስእልዎ ነይሮም። ኣብዚ ቀረባ እዋን ዞባዊ ፕሮፋይል ንማሌማ እናዓበየ ምስ ከደ ኣብ መራኸቢታት ብዙሓን ተፈላጥን ኣዘራራባን ኮይኑ ኣሎ። ውልቃዊ ህይወቱ፣ ንነዊሕ እዋን ንኣፍቃሪቱ ኣብ ትሕቲ ከቢድ ጸጥታን ኣብ ዓዱ ሲሸጎ ኣብ ክልተ ሽሕን ዓሰርተ ኣርባዕተን ብናይ ብሕቲ ስነ-ስርዓት ተመርዕዩ ቀዳማይ ወዶም ሞን ዲዚ ኣብ ክልተ ሽሕን ዓሰርተ ትሽዓተን ተወሊዱ። ካልኣይ ወዶም ኮፓኖ ኣብ ክልተ ሽሕን ዓሰርተ ሸሞንተን ተወሊዱ። ማሌማ እውን ቅድሚ ሕጂ ምስ ማርፖንግ ሪሞላላ ዝነበሮ ርክብ ርታንግ ዝበሃል ወዲ ኣለዎ። ዝኸበርኩም ተኸታተልቲ ጽቡቕ ተዘናጋኢኹምን ጽቡቕ ታሪኽ ሰሚዕኹምን ክትኮርዑ ተስፋ እንዳገበርኩ ኣብ ቀጻሊ ብኻልእ ታሪኽ ክሳብ ንራኸብ ሰናይ ቅነ።